እዩ ማለት እዩ ብጣዕሚ ማለት ኣንድደ ትብሉ ኣለኹም ከምዚ ከማይስ ብጣዕሚ ንተናድዱ ኣለኹም ሰላም ሰላም ከመይ ቀኒኩም ኣነ ሰላም እየ እግዚኣብሔር ይመስገን ከምቲ ኣነ ሰላም ዘለኹዎ ሰላም ክትኮኑ ድማ በዓልቲ ሙሉ ተስፋ እየ ክደኩም ይደለይ ሓደሽ ዝኾኑ ሰብስክራይብ ገር ዝረሰያኹም ሽኮሪናታት ማለት እዩ ንማዓንቲ ድማ ብሓዳሽ ቪድዮ መፀክም እኒኦኹ ግዜ ደይ ኩሉ ማለት እዩ ግዜ ደይ ኩሉ ያው ተለቂቃ እኒሄቶ ሀሚ ሀሚ ሀሚ ሀም ድኒ ድማ ያው ሓቢርና ክንሪእና እስኪ መጨረሻ ምሳይ ክትፀንሑ ድማ ተስፋ ይገብር ማለት እዩ ኣብዚ ሕጂ ሰዓት ማለት እዩ ጋይስ ሰንሽ ኣብ ሕማቅ ኩነታት እዩ እኒኦ ማለት እዩ ብጣዕሚ ኣብ ልኸፍአ ምናልባት በቃ ስድራኻ ብሓን ሰዓት የለው ተኮይኖም ወላ ብሂወት ኮን ይኽእል ወላ ብሂወት ናሃለው ማለት እዩ ብሓደ እንድሕር የለው ኮይኖም ትሕልፎ ሂወት ልፈልጦ እዩ ልፈልጦ ማለት እዩ እቲ ዝኸበደ እቲ ዝፀልመተ እቲ ዝኸፈአ እቲ ዝጨነቐ እንታይ ልበሃል ናይ ጭንቀት ግዜታት ናይ ጭንቀት መዓልትታት እዚ ዝፈልጠ እዩ ዝፈልጦ እና ሰንሽ ኣብዚ ሕጂ ሰዓት ኣብ ሕማቕ ኩነታት ኣብ በቃ እቲ ዝኸፍአ እዚ ምሽ ኣሎ ሕማቕ እያ ግዜስ መተዓዛዘቢ ይበሃል ማለት እዩ ወለድና ክምስሉ ከለዉ እና በቃ ኣጆኻ ልብሎ ሰብ ብጣዕሚ ይደለለ ኣብዚ ሕጂ ሰዓት ምክንያቱ በቡኡ ተኻሒዱ'ዩ፣ ኣዲኡ ብህይወት የላን፣ ብሓፍቱ ጸርፊ ይመጾ ኣሎ፣ ብሰብኣይ ሓፍቱ ንኣፍቃሪቱ ክብል ልኸፈሉላ መስዋእቲ ሕማቕ ጌሩኒኦ፣ ብኣፍቃሪቱ ከኣ ሕጂ ጽቡቕ ለይኮነ ስማዕ ሰሚዑኒ'የ ማለት'ዩ እና ማለት ይፈልጥ እዩ ከም ዝደዋወሉ ማለት ከም ዝራኸቡ ምናምን ይፈልጥ እዩ ግን ከመይ ዓይነት ርክብኒኦም ከመይ ዓይነት ኣጠማምታ ወይ ድማ ኣመለኻኽታ ኣለዎ ኣብ ልዕሊኡ ሲ ስለ ዝፈልጥ ዝነበረ ብዙሕ ነገራት ለልመርመራ ከምኡ ዓይነት ነገራት ትገብር እያ ኢላ እያ ሓሰበይ ማለት በቲ ዝተረድኦ ንሱ ልክዕ ማለት እዩ እና እሳ ንዕኡ ክፅዋዕ ከይዳ ንጨርጊድ ድማ ረኪባቶ ማለት እዩ ጨርጊድ ድማ ብጣዕሚ ከም ልፈትዋ ትፈልጡ ኢኹም ማለት ናይ ጉልበት ፍቅሪ ከምዚ ኣጋጢሙኩም ይፈልጥ ዶ ጋይስ ናይ ጉልበት ፍቅሪ ናይ ሓይሊ ፍቅሪ በቃ ወዲ ስለዝኾነ ጥራሕ ብጉልበቱ ተጠቂሙ ሲ እቲ ጉልበት ንሱ ድማ ናይ ፍቕሪ መግለፂ ከም ዝኾነ ያኒ እቲ ጉልበት ፍቕሪ ምዃኑ ማለት እዩ ለምሳሌ እንድሕር ወቂዕዋ እቲ በትሪ ፍቕሪ ምዃኑ ገለ እና ከምኡ ኢለ ኣምንና ራሄል ከምኡ ዓይነት ስነ ልቦና ይኹን ዋላ ከምኡ ዓይነት ኣጠማምታ የብላን እያ ሰኑሽ ኣይኮነ ዶ ክወቕዓ ራሱ እንድሕር ክልተ ዓይኑ ተጠሚትዎሲ ዝኾነ ነገር ልገበራ መሲሉ እዩ ዝስምዖ ንምንታይ ይስስዐላ እዩ ስስት ልበሃል ነገር እኒአና ብጣዕሚ ልፈትዋ ንመፃኢ ኣደ የብሉን ከም ኣደ ኮይና ማለት ናይ ኣደኻ ቦታ ሰበይትኻ ኣይትትከልካን እንድያ ሰበይትኻ ሰበይቲ እያ ትኸውን ሰበይትኻ ሰበይታ እይ- ሰበይቲ እያ ትኸውን እምበር ኣደኻ ኣይትኸውን እያ ግን እንድሕር ለይብልካ ኮንካ ግን ከምቲ ዘቕረብካ ይልክዕ ከምቲ ዘፍቀርካ ይልክዕ ከምቲ ትቕበሎን ትህቦን ልክዕ ኮይኑ ድማ ያው እቲ ቦታ ንሱ ተዘይተሸፈነ ምሉእ ብምሉእ ግን ትሽፍነልካ ቦታታት መዓት እዩ ሰበይትኻ ማለት እዩ ቢያንስ ብውሉድ ገይራ ትሽፍነልካ እያ ተፅናዕናዕካ እያ እስታት ነገራት ንክትመልእልካ ዓብዪ ተኽእሎ ኣለዎ ማለት ካብ ማንም ንላዕሊ እሳ ትቐርበካ ኢሉ ሓስብ ኣነ ከማነ ማለት እዩ እና ንምንታይ ብዙሕ ሰብ ሰበይትኻ እታ ኣዴኻ ክትከውን ኣይትኽእልን እያ፣ ናይ ኣደ እያ እኮ፣ ናይ ኣደ ምትኪ እያ ምናምን ትብሉ ሰባት ሰበይትኻሲ ንውላዳ እያ ኣደ እምበር ንዓኻሲ ኣዴኻ ኣይኮነትን እያ ኢሉ ብዙሕ ሰብ ይካታዓይና ምናልባት ናይ ዝኾነ ይኹን ሰብ ከም ኣነ ናይ ዝኾነ ይኹን ሰብ ዝኾነ ይኹን ሰብ ኣይትክኦን እዩ ናይ ዝኾነ ይኹን ሰብ ዝኾነ ይኹን ሰብ መፂኡ እቲ ቦታ ንሱ ኣይሽፈኖን እዩ ኤህ ሙት ወደይ እንድሕር ኢልካዮ እቲ ቆልዓ ይመውት እምበይ ናይ ናቱ ነገራት እስኻ ኬድካ ኮፍ ኣይትብሎን ኢኻ ኣይትሰርሖን ኢኻ ክነግስ ተነይሩ እቲ ቆልዓ ንሱ ንስኻ መንግስቲ ክትከውን ኣይትኽእልን ኢኻ ኔቨር ማለት እዩ ናይ ዝኾነ ይኹን ኮፍ መበሊ ኮፍ ክትብሎ ኣይትኽእልን ኢኻ ካብ ቅድሜኻ ግን ክተጥፍኦ ትኽእል ኢኻ ማለት እዩ እና ስለዚ እሞ ከዓት ኣደ ትኣክል ናይ ኣዶ ቦታ ሰበይቲ ክትሽፍን ኣይትኽእልን እያ ፍፁም ግን እቲ ሰብ ናፃ ስለልኾነ ብዝተፈላለዩ መንገዲ ገይራ ግን እቲ ቦታ ንሱ ጥርሑ ኮይኑ እቲ ሰብ ንሱ ተሓሳይ ንኸይኸውን ኣብ ሕማቕ ነገራት ንኸይውዕል ተረፍ ንብዓት ንኸይኸውን ምናምን ግን ትሽፍኖም ቦታታት ብካሊእ ኣቢላ ትሽፍኖም ቦታታት እኒአው ማለት እዩና ሓደ ሓደ ቦታ ባዕሉ የብቁል ተዘየብቂሉ ግን ባዕልካ ተኽለሉ እሞ ይወቅል ኣሽዒቱ እቲ ቦታ ሓምለዋይ ይኸውን ማለት እዩ እና ስለዚ ብኡ ተረዲና ተኸድናዮ ፅቡቅ መሲሉ ይስምዐንና ሕጂ ኣብዚ ሕጂ ሰዓት ድማ ከምፀኩም ናብዚ ራሄል ኣብ ጎኑ ክትከውን እዩ ዝግባኣ ኣጆካ ክትብሎ እዩ ዝግባኣ ምናምንና ምስታት ነገራት እሱ እናደለ እናጠለበ ከሎ ምስ ጠርጊት ማት ያን ያህል ፍቅረይ ከነትን ግን ዝኾነ ስምዒት ግን ጋይስ ይመፅ ኣሎ ማለት እዩ ልኾነ ስምዒት ይመጻ ኣሎ በቃ ኣላ ሓቀይ ከምቲ መጀመርታ ትምልሰሉ ነበረት ከምቲ መጀመርታ ትርሕቆ ነበረት ኣይኮነትን ዘላ ራሄል ጋይስ እና ሰኑሽ ንሕዳ ተኻሓይዱ ኮይኑ እሞ ከዓ ንሰብኣይ ሓፍቱ ማዕረው እስካብ ህይወቱ ትጠፍእ ሰብኣይ ሓፍቱ ቀጥቂጡ ማለት እዩ እንድሕር ካብ ሰኑሽ መሊኣ ጠፊኣ ኮይና ሰኑሽ ሕጂ ሃዲሙ እዩ ለሎ ካብኣ ሓሻዊት ምዃና እዩ ተናጊሩኒ እና ናብ ማን ድሕር ጠፊኡ እሞ ከኣ ብሰንካይ ብሰንኪ ኣቦ ኣይትኾይን ማለት ኣይንላቃቅን ኢና ማለት እዩ ምስ ራሄል ኣነን ራሄልን እዚ ኣይንላቃቅን ኢና ማለት እዩ እና ንምንታይ ካብ በትሪ ፍቅሪና ክነቅድም ልግበአና ካብ በትሪ ክብሪና ክነቅድም ልግበአና ካብ በትሪ ስምዒት ለለዎ ንዓና ለኽብረና ሰብ ልፎትየና ሰብ ልሓልየልና ሰብ እዩ ዝግበና ንደሊ ክንጠልብ ልግበና ነገራት ሃልዩ እሱ እዩ ካብ በትሪ ሒዙ ዝሓድረ ብትርኣሱ ሓሳብ ሒዙ ዝሓድረ ብትርኣሱ ኢና ክንጠልብ ልግበና ማለት ኢና ስለዚ እዚ በትሪ በቃ ንዝኾነ ነገር ብበትሪ ክፍታሕ ኣለዎ ዝኾነ ነገር ክርትም ክርትም ኢኻ ክተብሎ ዝግባእ እምበይ ረገፅ ዘይተብሎ ፈጋዕ ዘይተብሎ እናበለ ከምኡ ዓይነት ኣተሓሳስባ ዘለዎ ወዲ ንፅሕንጎ ንዓኣ ዋስትና ክህልዋ ኣይኽእልን እዩ፣ ክስምዓም ኣይኽእልን እዩ፣ ኣይብላንን ማለት እዩ እና ስለዚ ከምዚ ዓይነት ነገራት ጨርጊድ ክውንን ኣለዎ ኢለ ይሓስብ ንምንታይ ብዙሕ ጽልዋ ስለ ዘለዎ ማለት እዩ እና ስለዚ ኩላህና ኣብ ጎኒ ሰንድሽ ኮይና ራሄል ስርዓታን መስርዓን ክትሕዝ ኣለዋ ጨርጊድ ድማ ማለት ንዕኡ ትመስል ተይልና ምናልባት እታ ጓል እሳም ጓል ኣንስተይቲ ስለ ዝኾና ክሕመና እዩ ግን ቢያንስ ቢያንስ ግን ሲንግል ለሆነት ጓል ተረኺባ ዕዱላ ምናልባት ከምኡ ዓይነት ተሓሳሎ ከጥፎ ይኽእል ኣይፍለጥን ምክንያቱ ንምንታይ ከይደ ራሄል እንድሕዳ ተማሂሩ ኮይኑ ክገድፎ ስለ ዝኽእል ማለት እዩ ጋይስ ስለዚ ናይ ሸንሽ ናይ ሰንሽ ድምፂ ክስማዕ ኣለዎ ፍቕሪ ክር ኣለዎ ክብሪ ክር ኣለዎ ንዓኣ ልኽፍለሉ መስዋእቲ ክር ኣለዎ ካንስል ክኾን የብሉን ብጥቕማ ጥቕሚ ብግዝያዊ እንታይ ልበሃሊ ክኸውን ኣይብሉይ ማለት ሃኒኔታ ፍቕሪ ግዝያዊ ኣኒኔታ ፍቕሪ ክኸውን የብሉን ኢለ ልሓስብ እና ስለዚ ሓደ ሰብ ከፍቅረና ከሎ እሙናት ክንከውን ነና ኢለ ልሓስብ ሓደ ሰብ ከኽብረና ከሎ እሙናት ክንክውን ኣለና ኢለ ልሓስብ ሓደ ሰብ ግዜኡ ፍቕሩ ክብሩ ክበና ከሎ እሙናት ክንከውን ኩሉ ሰብ ድሕሪኡ ምዃኑ ናይ መጀመርታ መስርዕ ዝርከብ ሰብ ንሱ ብድሕሪኡ ዝቕፅሉ ድማ ያው እቶም ሰባት እቲኣቶም ክኾኑ ኣለዎ ኢለ እየ ዝሓስብ ኣነ ከም ኣነ ማለት እዩና ስለዚ ኣብዚ ሕጂ ሰዓት ብዙሕ ነገራት እዮም ዝፍጠሩ ኣለዉ ኣብ ቀፃሊ ፓርትቱ ክፋል ብዛዕባ ገብራት ብዛዕባ ባራኺ ባራኺ ምስ ሓፍቱ ሓድሽ ነገር ተፈጢሩ እኒኦ ምስ ገብራት እናተንሽ ከቢል ዝኾነ ሓድሽ ነገር ተፈጢሩ እኒና ምስታት ነገራት ብካልኣይ ቪድዮ ክሰርሐልኩም እየ ክመፅእ እየ ገብራት እንታይ ዓይነት ዓይነት ስራሕትታት ናይ ግብራይ ምስጢር ከመይ ሃመይ ሃም ዝኾነ ምስ መን ሒዝዎ ከም ዘኒኤ እቲ ምስጢራት ምናምን ኩሉ ነገር በፂሕና ኢና ማለት እዩና ኩሉ ነገር ከቕርበልኩም እየ ክሳብ ሕጂ ግን ናይ ሰኑሽ ስለ ነገራት ተነጋጊርና ተናዓጹ ምእንትን ከይነውሕ ማለት ኢና ስለዚ ሰኑሽ ካብ ገዛ ውጪኒ ብሰንኪ ኣቦይ ብሰንኪ ራሄሊ ናብ ጎዞ ንክምለስ ፎሮም ንክቅጽል ምክንያቱ ሃርያ ንሰንሽ ንካይምሮ ብጣዕሚ ብዙሕ ርሕቀት እያ ትጓዓዝ ዘላ ብዙሕ ቦታ እያ ትኸድ ኣለና ሃርያ ደስ ክብላ የብሉይ ማለት እዩ ማለት ኣደን ድያ ግን ከዓ ምስ ጨርጊ ተመርዓ እንታይ ልበሃል ደስ ክብላ የብሉን እየ ኢለ ሓስብ ማለት እዩ ምክንያቱ ትኸፍለላ መስዋእቲ ብጣዕሚ ተንከሲስ ናይ ማን ተመን ስለ ዝኾነታ ስምዒት ንሳ ስለዚ ኣብቲ ሓጎስ እዚ ክትፅምበር የብላን ኣብዛ ሓጎስ እዚ ክትፅምበር ዘለዎ ባራኽን ባራኽን ጥራሕ እዩ ሰብኣይ ሰብኡት ማለት እዩ ሰሪሑ ዝበልዕ ሪሂፁ ዝበልዕ ቀትሪ ኣብ ገዝኡ ሰሪሑ ለይቲ ድማ ዋርድያ ሓዲሩ ንደቁ ኣብ ምስን ኣሰና ጠራቒሙ ለምህር ሰብኣይ ሰብኣይ ሰብኡት ዝኾነ ባራኺ እዩ ማለት እዩ እና ስለዚ ጋይስ ኣብ ቀጻሊ ክፋል ብዛዕባ ገብራትን ወዱን ብዛዕባ ኣዲዩን ሰንሽን እንታይ ኮይና ከመይ ኮይና እቲ ሚስጥር እንዳለ ወፂኡ እኒኦ ማለት እና ኣብ ቀጻሊ ክፋል ሕጂ ልኩም መፅየ ክስካብ ሽዑ ግን ሰሰናይ ንዓኹም ሰብስክራይብ ምግባርኩም ከይትረስዑ ኢኹም ሽኮሪናታት